ይቅርታ ሓፍተይ ዝብል ናይ ወዲ ድምጺ ሰምዕት እሞ ኣብየት ኢላ ንድሕሪት ቆላሕ ምስ ትብል እቲ ሰላም ክትብሎ ደልያ ግን ሕነኽ ዝሓለፈቶ ጎበዝ እዩ ሰላም ንላለ ዶ ሕቶ ኣቅረበላ እእዳዉ ንሰላምታ ናብኣ እናዘርግሐ ኣደ ናይ ዉሽጣ ዝኾነ ሓጎስ ክስምዓ ጀመረ እእ እሺ ደስ ይብለኒ ብኣኻ ዶ ንጅምር መን ትብሃል ኣነ ዮሃንስ ይብሃል በላ ጽቡቅ ሹም ኣነ ውን ኣደናይ ይብሃል ዝሓወይ። ሰላም ኣብ መላእ ዓለም ኮንኩም ነዛ ቪድዮ እዚኣ ትካታተሉ ዘለኹም ኣመንቲ ክርስትያን ኦርቶዶክስ ተዋሕዶ እንኳዕ ንብዓለ ሀሲእና እንኳዕ ኣብፀሐኩም ኣብፀሐና ብሰላም ብፍቅሪ ብጢዒና ደሞ ናብ ብርሃነ ትንሳኤኡ የሳጋግረና እዝጋብሔር ኣምላክ ኣብ ስደት ዘለና ድሞ ስደትና ኣሕፂሩ ከምዚ ልዓመታ ምስ ወለድና ምስ ኣሕዋትና ነኽብሮ ይግበረልና እዝጋብሄር ኣምላኽ ከም በዝሒ ሓጥያትና ዘይኮነስ ከም በዝሒ ምሕረትና ይጠምተና ንዓመት ሰባት ይበለና እዝጋብሄር ኣምላኽ ክቡራት ኣሕዋተይ ወገናተይ በደጋሜ እንኳዕ ኣውፀሐኩም ኣብፀሐና ክብለኩም ይፎቲ እና ኩቡራት እሕዋተይ ናይ ሎማዓንቲ ደሞ ብፍልይ ዝበለ ዛንታ መፅኦኩም ኣለኩ እሞ ላይክ ሸር ሳብስክራይብ ናገበርኩም ምትባዕኩም ኣይፈለየኒ ክብለኩም ይፎቲ ኣርእስቲ እታ ዛንታ ድሞ ስደት ዝፈተኖ ፍቅሪ ቀደማይ ክፋል እያ ትብል። ዮሃንስን ኣደናይን ይበሃሉ። ብመጽሓፍ ቅዱስ መሰረት ዮሃንስ ናይ እዝጋብሄር ጸጋ ማለት እንትኸውን ኣደናይ ድሞ ደስታ ፍስሃ ሓጎስ ማለት እዩ። ዮሃንስ ኣደናይን ኣመና ዝፋቐሩ ልዕሊ ፍቕሮም ድማ ምክብባርን ምትሕልላይን ሓዊስካ ኣዝዮም ንሰብ ዘገርምን ዘቕንእን ፍቑራት እዮም። ንድሕሪት ምልስ ኢለ ሌልኦም ከመይ ከም ዝነበረ ከዕልለኩም። ሓደ ሰንበት እዩ ምሸት ከባቢ ዓሰርተ ሓደ ብግእዝ ዝኸውን ኣደናይ ብበሪ ቤተክርስትያን ናብ ገዝኣ ክትከይድ እናሓለፈት ደገ ሰላም ሰላም ክትብል ናብ ቤተክርስትያን መድሂነኣለም ተጋለሰት። ደገ ሰላም ተሳሊማ መንገዳ ክትቅጽል ክትብል ዝኾነ ኣመና ምልክዕ መንእሰይ ኣብቲ በሪ ደገ በተክርስትያን ኮፍ ኢሉ ትሪኦሞ ሰላም ክትብሎ እናደልየት ግን ከኣ ስክፋት ሓዲርዋ ገዲፋቶ መንገዳ ቀጸለት እቲ ጎበዝውን ንዓኣ ካብ ምጥማት ዓዲ ኣይወዓለን ቁሩብ ደቓይቕ ምስ ተጓዕዘ ቁሩብ ደቓይቕ ምስ ተጓዕዘት እሕሕ ይቕርታ ሓፍተይ ዝብል ናይ ወዲ ድምጺ ሰምዐት እሞ ኣብየት ኢላ ንድሕሪት ቆላሕ ምስ ትብል እቲ ሰላም ክትብሎ ደልያ ግን ሕንኽ ዝሓለፈቶ ጎበዝ እዩ ሰላም ንላለ ዶ? ሕቶ ኣቕረበላ ኣእዳዉ ንሰላምታ ናብኣ እናዘርግሐ። ኣደ ናይ ውሽጣ ዝኾነ ሓጎስ ክስምዓ ጀመረ። እእ እሺ ደስ ይብለኒ። ብኣኻ ዶ ንጅምር? መን ትበሃል? ኣነ ዮሃንስ ይበሃል በላ ጽቡቕ ሹም። ኣነ ውን ኣደናይ ይበሃል ዝሓወይ። ጥዑም ሹም መልክዕኺ እውን ከም ሽምኪ ደስታ ይህብ ጊን ነቲ ወርሒ ዝተቃወምክያ ኣይመሰልክን ክንድዚ ጽባቀ ንምንታይ ኣድልዩ ምሸተ ስለ ዝነበረ እቲ እታ ወርሒ እናጠመተ ንኣወርሒ ጽባቀ ሰሪቅክያ ኢኺ ገበነኛ ኢኺ እናበለ ብቀልዲ ኣደንቆቱ እቅረበላ ኣደናይ ሕፍረት እናተሰምዓ እዋይ ግደፍ እባ ኣይተጋንን ግን ኣብዚ ከባቢ ዲኻ ሪኤካ ኣይፈልጥን እየ ኣርእስቲ ንምቕያር ክትብል ዝተጠምቐመትሉ ሜላ ነይሩ እወ ሓቅኺ ሪኢኽኒ ኣይትፈልጥን ኣነ ሕዚ እየ መፅየ ግን ወድዛ ዓዲ እየ ቀደም ብዝኾነ ኣጋጣሚ ስድራይ ብምልኦም ካብዚ ወጺኦም ዓዲ ቐይሮም። እንሆ ኸኣ ዓማውቲ ቖጺርና። ምናልባት ተሰሚዕኺ ተስፋይ ብርሃነ እየ ዝብሃል። ኣቦይ። ናይዚ ዓዲ ዋና ሃፍታም እዩ ነይሩ። ግን ሓው ነብሲ ስለ ዘጥፍእ ህዝብን ዓድን ደሞ ካብ ዓድና ይውጸእልና ኢሎም ኣባሪሮምና። ኣይፈልጡንን ኢለ እየ መጺኤ እምበር እንተፈሊጦምኒ ሕዚ ውን ኣይገድፉንን። ንምንታይ ግን? ኣሚነኪ ዝኹሉ ምስጢር የዕልለኪ ኣለኹ። ንምንም ንማንም ዘይተዛረበ ምስጢር ስለ ዝዳሕደሐ ብነብሱ እናተገረመ ብቻ በቃ ኣነ ዝተወለድኩሉ ዓዲ ንክርኢ እየ መፅየ በላ እዋይ ጎይታይ ማዓረይ እቲ ኣያይ ዘዕልለኒ ዝነበረ ታሪክ ድዩ ልዕ ዝሰምዖ ኣለኩ ህዝብን ዓድንን ኣይሰምዕን ኣያይ ተሰሚዑ ምድሪ ከጥፍኣ እዩ ኡፍፍ ብውሽጣ በለት። እእ ምስጢር ሓላዊት እየ ኣጆኻ የሃንስ ሓወይ ምንም እኮ ኣይትኾንን ኣደናይ ረሃፅ ወራይሮ ወሪሩዋ ውሽጣ ተጨኒቓ ከም ዘላ ገፃ የንብብ ነበረ በቃ እሺ ደሓን ሕደር ክገድፈካ እእጋራ ንምስዳር እናጀመረት ዋእ ኣደናይ ደሓን ዲኺ ደኣ ይቅርታ ኣብ መጀመርያ ሌላና ዶ ብዙሕ ተዳፊረኪ ስቅ ኢለ ውሽጠይ ክነፍሰለይ ኢለ እየ ደሓን ኪዲ ግን ተኪኢልኪ ስልክኪ ሃብኒ ካሊእ መዓልቲ ክረክበኪ ምደለኩ በላ ስልኪ ክትህቦ ብውሽጣ እና ተመንየት እእእእ ስልኪ ጊን እእ ድሕሪ ብዙሕ መዋእል እሺ በቃ ሓዝ ዜሮ ትሽዓንተ ሱሳ ሓሙሽተ ሰብዓይ ሓደ ሸሞንተ ሓምሳ ሸውዓተ በቃ ቻው ድሓን ሕደር ብሽኩላ ገለ ነገር ዝርብሻ ትመስል እፍፍ ብዙሕ እናተንፈሰት ገዲፋቶ ከደት ካልኣይ ክፋል ይቅጽል ክቡራት ኣሕዋተይ። እና ክቡራት ኣሕዋተይ ብዝቅጽል ደሞ ካልኣይ ክፋል ሒዘልኩም ክመጽእ እየ ላይክ ሸር ሳብስክራይብ እናገበርኩም ንዚ ቻናል ቤተሰብ ኩኑ ክብለኩም ይፈትይ ንዓካቱም ሃናጺ ኣዘናጋዒ መሃርን ብዝበልክዎ ኣርእስቲ ወይ ከዓ ቪድዮታት ወይ ዛንታታት ወይ ከዓ ግጥምታት ዝተፈላለዩ ሓሳባት ሒዝናልኩም ክመፅእ ኢና ባይ ባይ